እሺ ቤተሰብ እንታይ ኢና ንሰምዕ ዘለና?
ስለዚ ሃይለ ነዚኣ ከተጋፍሓ ትደልየሉ ዘለኻ ምኽንያት እንታይ እዩ? እዚ ሰለማዊ ዝኾነ ስጉምቲ ኣይምልከተካ እንዲ ኮይኑ ትነጥሮ ዘለኻ ተኽኢልካ ሓግዘና ሃይለ ተዘይኮይኑ ግን ተዕንዎ ዘለኻ ነገራት ዝግ ኢልካ ክትሓስበሉ ጽቡቕ እዩ። ኣብ ኣዲስ ኣበባ ኤርትራውያንን ተጋሩን ብብዝሒ ይእሰሩ ከም ዘለዉ ዝተፈላለየ ምንጪ ታት ይሕብሩ ኣለዉ። እዚኦምን ካልኦትን ኣብዚ መደብ እዚ ክንከታተል ኢና። እሺ ቤተሰን መጀመርታ ነዚ ቻናል እዚ ሓደሽቲ እንተድኣ ኮንኩም ሰብስክራይብ እና ላይክ ናገበርኩም ናዚ ቻናል እዚ ቤተሰብ ምኳን ኣይትረስዑ ኢኩም መጀመርታ ከዚ ሰብስክራይብ ናገበርኩም ላይክ ናገበርኩም እዚ ቪድዮታት ቐጽልዎ።

ካብ ኣድናቆት ወፃኢ ዋላ ሓንቲ ዝተባሃልኮ ነገር የለን ነድነቐኪና ንፈትወኪና ገለ ዝበሉና ኣሎ እባ ሓንቲ ከዓኒ ከዚ ናተይ ስእሊ ሲ ፍሬም ገይሮም ኣውፅኣ ኣብ ገዝኡ ዝጠቅዓ ሰብ ከ ኣሎ ኣድናቐየ ኣብዚ ዓዲ

ከምኡ ገይረ ገለ ኢልኒ ንምንታይ እሞ ማለት ኣድናቐቱ ንክገልፀለ ኢሉ እምበር ብካልእ ነገር ኣይ ማዕረ ክንደይ ኣድናቐት ኣለዎ ብላዕለ ኣብ ልዕለይ ንክገልፀለ ኢሉ ከምኡ ኢልኒ ኣነ ግን ተገሪመ በቲ ሓደ ጎን ከዓ ተሓጒሳ ዝሓለፈ ዓመት 224 23 ካብ ወርሒ ትሽዓተ ሸሞንተ ደሎ ኣብዋርና ቅድሚኡ ሰላም እየ ነይረ እግዚኣብሔር ይመስገን ብድሕሪኡ ግን ብጣዕሚ ፈታኒ ፈታኒ ከምዚ ክሳብ ነብሲ ቅትለት ክፍትነሉ ዝሓሰብ ግዜ ነይሩ
ማዕረኽ ዶ እዎ ተጋስፋ ግን ኩሉ ንኣምላኽ ድሕሪትካ ተወፅእኻ ኣነ ብዙሕ ትፈቲነ ብዙሕ ሓሊፈ እግዚኣብሔር ይመስገን። ፈተንቲ ምስ ጋስ ፓብሊክ ከለኹ ማራ ፈተንቲ በቃ ኡፍ ክዝክራን ከማን ስደይ ይደሊ ብጣዕሚ ድሕሪ ቃን ነገራት ማለት ዝፀልአን ዓመት በቃ ብሂወተይ ካብ ዝፍጠር ወይንታ ሓሊፎ እግዚኣብሔር ይመስገን ኣምላኽ ይመስገን ከምዚ ኢለ ሕጂ ብሂወት ኣለኹ ስራሐይ ጀሚረ ኣለኹ እዚ ዝብለካ ዘለኹ ዓመት ግን ብኹሉ ብስራሐይ ብሂወተይ ብገለ ኩሉ ነገር ኣብ ፋሚሊ ኣብ ገለ ኣብ ኩሉ ነገር ዝኣትወልኒ ሂወት ማለት እዩ የሕሊፈዮ። ኣብ ኣዲስ ኣበባ ኤርትራውያንን ተጋሩን ብብዝሒ ይእሰሩ ከምዘለዉ ዝተፈላለየ ምንጭታት ይሕብሩ ኣለዉ። ኣብ ኣዲስ ኣበባ መንነት መሰረት ዝገበረ ማእሰርቲ ይፍጸም ከምዘሎ ኣብ ቀይዲ ዘለዉን ዝተፈትሑ ናይ ደቆም ስድራቤትን ገሊጾም። ሰባት ናብ ቤት ፍርዲ ከይቀርቡ ንመዓልታት ይእሰሩ ከም ዘለዉ'ውን ሓቢሮም ኣለዉ። ቀዳምነት ንሰብኣዊ መሰላት ብዝብል ዝጽዋዕ ጉጅለ ተጣባቒ ሰብኣዊ መሰላት ብወገኑ ኣብ ኣዲስ ኣበባ ብውሕዱ ኣብ ሽዱሽተ ክፍለ ከተማታት ተወለድቲ ትግራይ ብዘይፍቓዶም ተኣሲሮም ከም ዘለዉ ኣፍሊጡ'ሎ። ብዘይካ ተወለድቲ ትግራይ ከምኡ'ውን ብዙሓት ኤርትራውያን ግዳይ ማእሰርቲ ይኾኑ ከም ዘለዉ ይግለጽ ኣሎ። ብፍላይ ኣብ መንጎ ኢትዮጵያን ኤርትራን ወጥሪ እናኽረረ ኣብ ዝኸደሉ ዘሎ እዋን ኣብ ልዕሊ ኤርትራውያን ስደተኛታት እውን ዝፍጸም ማእሰርቲ ካብቲ ዝነበረ ሕጂ እንዳበዝሐ ይኸይድ ከምዘሎ ብተወሳኺ ድማ ምስ ዝህልው ኩነታት ማእሰርቲ ናይ ተጋሩ እውን ተሓዊስዎ ከምዘሎ ዝተፈላለየ ምንጭታት ካብ ኣዲስ ኣበባ ሓቢሮም እዚ ክሕብረኩም ዝጸናሕኩ BBC ሎሚ ገለ ካብ ዘውጽኦ እዩ ከምዝበልኩኹም ግን ኩሉ ግዜ ኣነ ቀጻሊ ኣብ ዩቱብ ከምስታት እዛረብ ስለዝኾንኩ ኣብኡ ኣቲኹም ክትከታተሉ ኣነ ይምሕጸነኩም። እዚ ከምዚ ሓጺር ሓጺር ቪድዮ ኣነ ዝሰርሖ ኣብ መዘናግዒ ገለ ጥራይ እየ ዝሰርሖ ንክለኩም ኢለ እየ። ኣየሳእነና ጋዜጠኛ ነሽነሸ ካብ ሃገረ ጀርመን የቐንየለይ። ቅድሚ ዝኣገረ ንሃይለ ደደቢት ሓበሬታ ኣለና። ኣብ ዓርቢ ዕለት ዕስራን ሸውዓተን ኣብ ከባቢታት ዓዲ ሓቂ ኣብ ኣርዓ ጠርቀ ሓደጋ ኣጋጢሙ። ፖለቲካ ዘይብሉ ክልተ ሰባት ተባኢሶም እቲ ኤርትራዊ ወተሃደር ሰትዩ ስለ ዝነበረ ተኲስሉ ናይ ሞት ሓደጋ ኣጋጢሙ። ብምሉኡ ኣብቲ ከባቢ ዝነበረ ሰራዊት ሓዚኑ ኣብቲ ስነ-ስርዓት ቀብሪ ተሳቲፉ። ሰራዊት ኤርትራ ምስ ዓበይቲ ዓዲ ተኣኪቦም፣ ምስቶም ኣብ ቅድሚት ዘለዉ ናይ ትግራይ እውን ተራኺቦም። መዋቲ ወዲ ኣርብዓን ሓሙሽተን ዓመት ኮይኑ መንግስትኣብ ይበሃል። እዚ ዝፈለጠ ሰራዊት ኤርትራ ድማ ኣብ ስርዓት ቀብሪ ተሳቲፉ። ከምቲ ግቡእ ዳስ ተኺሉ፣ እኽለ ማዩ ሒዙ፣ ስጋብሎም ካብቲ ሓዘን ኣይተፈልየን። ንነበርቲ እቲ ከባቢ እውን ሓቲትካ ክረጋገጽ ዝከኣል እዩ። ስነ ስርዓት ቀብሪ ድማ ብክልቲኡ ወገን ሰራዊት ኣብ ዝተረኽቡሉን ስድራ ቤት ኣብ ዝተረኽቡሉን ብቀዳም ዕለት ዕስራን ሸሞንተን ተፈጺሙ። ንሕና ድማ ብዕለት ዕስራን ትሽዓተን ድሕሪ ክልተ መዓልቲ ማለት እዩ እዚ ናይ ህዝቢ ምስ ህዝቢ ርክብ ኣካይድና ማለት እዩ ስለዚ ሃይለ ነዚኣ ከተጋፍሓ ትደልየሉ ዘለኻ ምኽንያት እንታይ እዩ እዚ ሰለማዊ ዝኾነ ስጉምቲ ኣይምልከተካ እንዲ ኮይኑ ትነጥሮ ዘለኻ ተኺኢልካ ሓግዘና ሃይለ ተዘይ ኮይኑ ግን ተዕንዎ ዘለኻ ነገራት ዝግ ኢልካ ክትሓስበሉ ጽቡቕ እዩ ብውሽጢ ሰብ ጌርናልካ ኣለና ድዘራረብ ተለካ ክትዘራረብ ትኽእል ኢኻ ዝሓዝካ ሒዝካ ናብ ስቱድዮ ዘጓይ ግን ዘሎ ኮይኑ ይስምዓንን ደሓር ከኣ እቲ ሓደጋ እኮ ኣብ ከባቢ ኣርዓ ጥርቂ እዩ ኣጋጢሙ ናይ ኣርዓ ጠርቀ ሐበሬታ ከለካ ድዩ ንምዃኑ እቲ ቦታ ቦታና ኮይኑ እቲ ህዝቢ ክኣቱ ኣለዎ ኢሉ ሰራዊት ኤርትራ ለቂቁሉ ካብ ዘሎ ቦታ እዩ ዝተፈናቆሉ ክምለሱ ኢልና ኣልጊስናሉ ዘለና ቦታ እዩ ምስ ገደፍናዮ እዩ ናይ መስተ ነገር እዚ ሓደጋ ዘጋጠመ እቲ ቦታ ሰራዊት ኤርትራ ዝተፈናቐለ ህዝቢ ክምለሰሉ ኢሉ ካብ ዝገደፎ ቦታ እንተኾይኑ ንምንታይ ኢኻ ነዚ ሰናይ ነገር ቅድም ኣበርኽ ኣቢልካ ክትገልጾ ዘይፈተንካ? ኣነ ብዙሕ ነገር እዩ ድገርመኒ ደሎ ሃይለ ትገብሮ ዘለኻ እርዳእካ ኣሎ ድዩ ደሓር እቲ መዋቲ ኣቦኡ ኤርትራዊ ወዲ ዱባርባ እዩ ኣባሓጎኡ ኣብ ኩርባርያ ብሂወት ኣሎ ስለዚ መዋቲ ንዓና ቀርበና እቲ ሓዘን ሓዘንና እዩ ሃይለ ቀታሊ ድማ ኣብ ትሕቲ ቀይዲ ኣትዩ ኣብ ትሕቲ ግቡእ ምርመራ ናይ ሰራዊት ይርከብ ሓሊፉ ሓሊፉ ሓደጋታት ይረአ እዩ ኣብ ዕለት ዕስራን ሸሞንተን እውን እኮ ብወርቂ ዝተሳበበ ተጋሩን ተጋሩ ነንሓድሕዶም ተቓቲሎም እዮም ሃይለ ነጢርካ ነታ ንኽልቲኡ ህዝብታት ከተተኹብ ትኽእል እያ ከተናቑት ትኽእል እያ ትበሃል ነገር ክትፅሕትራ ምድላይ ግን ነገሩ ናይ ጥዕና ኣይመስልን ዴዚ
ይቕኔለይ Thank you, my baby girl. I love you. Dear Alex, ኣነ እንታይ ዝሓተትኩ ሓንቲ ይቅርቲ ከማን ኣሕተት ዋን ዋን ዋን ስቶሪ ከማን ካብ ኣፍካ ይወፅን ሕጂ ኣነ ትግራዋይ ኣሕዋተይ ኣለኒ ትግራዋይ ኣሕዋት ኣሕዋት ኣለኒ ንትግራይ ኣይተፅርፋታ ረሳሕ ኣታ ደምደም ካበታ ካበይ ዝመፅኻ ሽጫ ካበይ ዝመፅኻና ረሳሕ ሸይጣን ኢኻ ንስኻ ተወዲ ኣነ ኣብ ትግራይ ክልተ ዓመት ገረ ትግራይ ሪስፐክት ኣለዎ ትግራይ ንዓይ ፀባ ሂቦምኒ ገዛ ሂቦምኒ ገለ ዝሃቡኒ ካበይ ዝመፃኻ ደብደብ ውድ ደብደብ ካበይ ዝመፃኻ ረሳሕ ውድ ረሳሕ መን ኢኻ እታ መን ወሊድካ ንዓኻ እታ ውይ ምስኪነይ ዝወለድኩኻ ምስኪነይ እታ እታ እታ ተፅርፈና ኣለኻ እታ ወዲህ ተፅርፈና ኣለኻ ትግሪና ትግሪና ተፅርፈና ኣለኻ ኣይ ሃቭ ፋሚሊ ተረዲካ ትግራይ ትግራይ ጎ ትግራይ ኣነ ኣነ ኣነ ኣሕዋት ኣሉኒ ገለ ኣለውኒ

ኣታ መን ወሊድካ ንዓኻሲ ኣታ ኣቦይ የደይ ይብልካ እንዲዩ ኣታ በጅኹም በገለ ግበሩ ስድርኡ ነቱ ኣታ በጅኻ ንትግራይ የፅርፍና ኣሎ ኣነ ትግርና ኤ እታ ዘይወለደታ መኻን እልል ትብለሉ ዘመን ክመጽእ እዩ ጽሑፍ እዩ ካብታ ዝወለደት እታ ዘይወለደት እልል ኢላ ትሕጎሰሉ ዘመን ክመጽእ እዩ እቲ መወዳእታ ዘመን እዩ ካብ ማህፀን ጓል ኣንስተይቲ ወፂኻ እዛ መኻን ናይ ናይጀርያ ክንድዚዩ ናይ ከምዚ ከምዚ እዚ ኢንሴኪሪቲ ይበሃል ኣብ ርእስኻ ዘይምትእምማን ሓቂ ክመረካ ከሎ ትሕብኣሉ ጉድጓታት ኢንሰኪሪቲ በቃ ኢንሰኪር እንድሕር ኮንካ ከሉ ግዜ ከምዚ እንዴን ከምዚ እንዴን ኣብ ከምዚ ከይደን ገፋሕቲ እንዴን ፀበብቲ እንዴን ከምዚ ብዙሕ ሕማቕን ፅቡቕን ትዛረብ ኩሉ ሰብ ይድለኒ ሜሮን ካብዚ ሃገር ክትወፅእ የብልክን ሜሮን ካብዚ ሃገር ክትወፅእ የብልክን መቸም ምችእ ወዲ ወፃ ካብዚ ሃገር የለን እንድዩ ኩሎም ስደተኛታት ኣሕዋትናስ ጥዒምዎ ካብ እድዮ ክፍለ ዝደሊ የለን ትርዳሃኒ ዋላ እቲ ሕማቕ ድበሃል ውላድካ ከማንሲ ነታ ዝኸፍአት ሕማቕ መዓልትኻ እዩ ዝኾነካ ጥዒምዎ ድበሃል ካብዚ ዓዲ ዝወፀ ሰብ የለን ኩሉ ሰብ ስነናቱ ምክኒት ኣለዎ ኣብ ስደት ዘሎ ህዝቢ ንዓይ ከዓ ኩሉ ዋላ ኣብ ደገ ዘሎ ሰብ ክወፅእ ኣይምነየለይን እዩ ዋላ ኣብ ኤርትራ ዘሎ ሰብ ክወፅእ ኣይምነየለይን እዩ ከም ዝበልኩካ ሰብ ተገዲዱ እዩ ድኸይድ እግዚኣብሔር ይመስገን ኣነ ሰሪሐ ኣትየ መስለኒ ከዓ ከምዚ ኣነ ማራ እየ ነቦይ ነደይ ከምዚ ካብኦም ክእለ ድኽእል ኮይነ ኣይስማዕኒ ብጣዕሚ እየ ደፍቅሮም ስድራይ ከም ኩሉ ሰብ ማለት እዩ ሕጅስ ትብዚ ዓዲ ዘሎ ሰብ ክወጽእ ዘይምድላዩ ሲ ፍቕረይ ብምንታይ ክገልጸሉ ከም ዝኽእል ኣይፈልጥን እየ ሕጂ ሃማን ክልሻዕ ዝብሎ ኣይ ላቭ ዩ ሶ ማች ደቂ ኤረይ ብጣዕሚ እየ ዝፈትወኩም ኩሉ ኤርትራዊ በቃ እሺ ፋሚሊ ሎማዓንቲ ልሓዝኹም ቪድዮታት ዚኦም መስሉ ነይሮም ኣብ ቐፃሊ ብልገራ ድሞ ሓደሽቲ ቪድዮታት ሒዘልኩም ክምለስ እየ እስካዑ ሽዕቱ ሰብስክራይብና ላይክ ምግባር ከይትርስዑ ኢኹም ፒስ ኣውት